ኣክንዲ ንዓበል ክበቃይ ጉባኣ ብገምገም ሩባ ውስዱ ክጠግ ብልኩም ናብቲ ሩባ ምታው ክንደይ ተሓቁ ቶም መንእሰያት ከ ሰብ ክትቀትል ኣብ ገምገም ቃላይ ኢኻ ትገብሮ ጠግ ቢልካ ናብቲ ቃላይ ትሰዱ ኣብ ድትካ ቁሩብ መዕመምያ ግብር ተብል ኣብ ድትካ ቃል ተብል ክዳንካ ከምዚ ቀጠልያ ትገብሮ ጣዕ ቢልካ ናብቲ ቃላይ ሃፍ ተብሎ ሰያ ሓቂ ጠግ ቢላ ፊጥ ኣብቲ ቃላይ ኣብኣ ከሎ እዩ ናብታ ቃላይ ስምጥ ዝብል ሽዑ ድሕሪ ክልተ መዓልቲ ሰለስተ መዓልቲ ጸብለል ዝብል ሰባ ቃላይ ከምኡ እዩ ሑጻ ጽቡቕ ሑጻ ተልዩ ከኣመይ ግልህ ግልህ ተብሎ ጠግ ተብሎ እትው ተብሎ ደም ኣብ ቃላይ ጽቡቕ ይሽፈነልካ እዩ ኣብ ሑጻ ደም ኣብ ሑጻ ኣልዕል ኣልዕል ቢልካ ባዴላ ጌርካ ብላዕሊ ግብር ተብሎ ትኸይድ ኣስላማይ ኣብዚ ነስላም ኢኹም ገንዘብኩም ትህብዎ ነስላማይ ኢኹም ገንዘብኩም ኣብዚ ትህብዎ እንትሞሻሙሽ ግን ከላይ ውስድ ቢልካ ጣዕ ቢልካ ኣብኡ ከለካ ጣዕ ተብሉ ናብቲ ቃላይ ተእትዎ ሰብ ጥዑም ይቃላይ ምቕታል ኩሉ ነጊርናኩም ኩሉ ዝግበር ሰብ እንዳረኣይኩም ሰብ ተቐትሉ ሰብ እንዳ ርኣኩም ሰብ ትቀትሉ ፈውሲ ጌርኩም ተብልዕዎም ባሊ ምጽብ ኢልካ ከምዚኣ ጌርካ ከምዚኣ ጌርካ ባሊ ወይ ክስታይ ተምጽእ እዚ ሕጂ ፈውሲ ፈውሲ እዚ ትርእዮ ዘለካ ፈውሲ እዚ እዚኣ ስሪንጋ ይገብረላ እዚ ፈውሲ ተእትዎ ከምዚ ጌርካ እትው ኢልካ ኣብቲ ኣብቲ ኣራንሺ ኣብቲ ባናና ተእትዎ ኣቡኹም ሓራቲ ሓራቲ ውን ሓራቲ ከጨከንካ ዝመጽእ ናጽነት የለን ሰብኣይ ከይኮንካ ዝመጽእ ለውጢ የለን ሓዊ ሓዊ ክትጨኑ ኣለካ ኢልካ ርእስኻ ኮኮድ ኢልካ እረ ገሊኹም ስቶም መንእሰያት ከ ክትከፍኡ ለቆቕ ለቆቕ ኣታ እዚ ናተይ ቀላጽ እንዳ ስጋብ ሎም ወዲ ሓምሳ ዓመት ገዝኡ ኣይውረን እዩ ዘሎ ገሊኹም ምስ ኢልኩም ጨጋዕ ጨጋዕ ለመም ለመም ኣዚ ዋልድ ወዲና ኣብ ወርሒ ሓንቲ ግዜ ግበር ምርጽ ቢልካ ኣብቲ ሸርሙጥ ተረኺብካ ዕስራ ቅርሺ ሓምሳ ቅርሺ ክፍል ቢልካ ኣብ ጎንቢሕካ ጠጥ ኣብላ እንዳ ረኣኻያ ወርሒ ሙሉእ ኣይትረኣየካን እያ ሰበይቲ እዚ ኩሉ ንመኽረኩም ኣለና እዚ ኩሉ ንመኽረኩም ኣለና እዚ ኩሉ ንመኽረኩም ኣለና ንዘይኮናል ጓል እስቲ ኣብ ሞረይ ከምዚ ምሸት ምሸት ምሸት ምሸት እንታይ እያ እንታይ ክትገብረልካ ዘይትወልደልካ ጓል ኣንስተይቲ ናይ እንዳመን ረሳሕ

ሓንትላ ጓል ደቀም ሓረር ዘለኹዎ ኣነ ሓንትላ ጓል ደቀም ሓረር ዝዓዲ ዘለኹዎ ምቁር የብላ ክሽኩር መዓት እዛ ኩላ መንእሰይ ሒዛ ሃህ ከተብላ ተምሲ ምቁር የብላ ኣምላኽ ቤዲ ዝተጠፍእ ጽቡቕ ነይሩ እናዓረሳሓ ዋላ ሓንቲ ሰብኣይ የብላ ገለ ይብላ ነዛ ኩላ ሰብ ከምኡ ጌራ መጻወቲ ገረ ጊፍቲ ስደዱለይ ከምዚ ግበሩለይ ከኣ ትብሎም እዚኤን ኣብ ዘላ ጓል ተቀምሓር ኣብዚ ኣብዚ ጥቃይ ገዛ ትካወል ባቃ እንዳ በለት እያ ትመጽእ እንዳ በለት ገምዚ ክስታይ ጌራ እዛ ኩላ መንእሰይ ባቃ ጨጋዕ ጨጋዕ ከም ትብል ጌራ ተብሲጋ ንዓል ኣቡኾ ሓቂና ንነግረኩም ዘለና ባዕ ኣቦታትኩም ጨጓራ ዳንጋ ንክስዉ እዮም ጎዩ ነይሮም ንክሞቱ እዮም ጎዩ ነይሮም ሓርነት ንምፀፃም ሃየ በል ኤርትራዊ ኣይኮንካን ትበሃል ኣለኻ እዛ ኤርትራዊ ትብል እዛ ኤርትራዊ ትብል እስከመይ ጌርና ከነጥፋ ኢና ደቀይ እንታይ ከነጥፋ ኢና ኣምሓራ ዝጀሃሩላ ሃገር ኣምሓራ ዝጀሃሩላ ኤርትራውነት ሲ ኣምሓራ ዝጀሃሩላ ኤርትራውነት በቃ ንሕና ንሕና መጻወቲ ክንከውን ኣምሓራ ትሪእዎም ኣለኹም ኣምሓራ ጃውሩ በቃ ገበርቲ ሓደ ክብቶም ኣምሓራ እዮም ኣብታ ኣባ ኦዲት ግበሩ ጸሓፉ ኣብታ ኣብታ ክሳይ ኣትዮም ሲ ኣቡበይ ዓድኻ ተባህል ተው ዋላ እቶም ህግደፍ ሲ ኣበይ ዓድኻ ተባሃሉ ኤርትራዊ በቃ ጋሽ ባርካ ክብሉ ከኣ ጠጠው ክትብላ ኣበይ ዓዲ ጋሽ ባርካ ኣበይ መበቆልካ ጋሽ ባርካ ሰጠጠው በቃ ጋሽ ባርካ ጠጠው ጋሽ ባርካ ጠጠው ሓሳይን ሓማሴን ሃላያት ኣሎ በዛ ናይ ዓሰባ ድያ ገለ በለ ገሊኦም ናብ ኣሕቑር ይብሉ ፅግዕ ይብሉ ናብቶም ጋሽ ናይቶም ዓሰባ እልፊ ሃላይ ኣለዉ ጓሳ ንጓሳኹ ናብቶም ዓሰባ ገፆም ፅግዕ ይብሉ ኣብ ሰራየ ክኣቱ ይክእልን ሰራየ ኣይኣትዋን እዩ እዞም ጋሽ ባርካ ዝበሃሉ ካብ ጋሽ ባርካ ሰራየ ዝብል የለን ያረት ውሉዳት ካብ ትውራጃ እንተኮይኖም እንተዘይኮይኖም ዓኣብ ዲነ ጋዛቱ ባእ እ እዚ ባርያ ሕጂ እንታይ ክብል እዩ ንዑስ መፍተቲ እዩ እቲ ባርያ ሕጂ እንታይ ይብል እቲ ባርያ ከ እንታይ መልሲ ይብልዋ ክኸውን እቲ ባርያ እቲ ባርያስ ይዛረቡ ቋንቋ ይኹን ተይዛረቡ ዶ ደሓን ነይሩ ንሱ ሓቂ ይምልስ ነይሩ ይፈርሕ ኣሎ መስለኒ ኣሎ ምስ ድሙ ይመስል ኣሎ እንታይ ኮይኑ እንዳ እቲ ባርያ ከ እቲ ባርያ ሰሚዕዋ ዲኹም ክትብል ኮላ እዚ ባርያ ወዲ ካሕሳየ ዋላ ወዲ ገለ እየ ዝብል ወዲ ኣብርሃ ካሕሳይ እየ ዝብል እኮ ወዶም እኳ ኣይኮነን ግን ደልዩ ቦቲ ስሙ ካብ ወሰደ እንታይ ይብል ኣሎ ሕጂ ዝባርያ ሰሚዕዋ ዶ ከምዚ ባርያ ይሰምዕ ድዩ ቋንቋ ሓኽሊ ዝሙኸ እንታይ እዮም ክብሉ ሕጂ እዚኦም እንታይ እዮም ክብሉ

ባቃ ፍሉጥ ሰብ ክቃጣዕ ዝክእል እንታይ ኣዛ ሰበይቲ እዚኣ እንታይ ዝኮነት ኢያ ከምኡ ኢላ እታ ቅድም ትሕግዞም ነበረት ከ እንታይ ኢላ ባቃ ናውት ሰባት ኢና ንደሊ ባቃ ንዕ ክላ ክላ ክላ ባዓል ጎጆ እንታይ ትርፎ ጽርፊ ካልእ እንታይ ኣለዎም ባእ ንዓ ንዓ በጃካ እካ ስቆል ንዕ ውረዱ ውረዱና በጃኩም ንዑ ውረዱ ውረዱ በጃኩም ናብኩም ናውን ሰባት ምጹ ኣብቲ ሆላንድ ዘለኩም ንዑ ንዑ ንዑ ንዑ ንዓል ዲነጋዛቱ ንዑ ንዑ ንዑ ባቃ ዘይከውን ሰባት እኮ ወዲ ሓጂ

ጋሽ ባርካ ናይ ዞም ትግረ እየ ዝፈልጣ ኣነ ጋሽ ባርካ ናይ ዞም ትግረ እያ ባቃ ናይ ዞም መስላና እዛ ጋሽ ባርካ ኣነ ዓመፅ ኣይፈቱን ኣንታ ታ መን እትዎ እዚ መን እትዎ እንታ ንዓና ዓና ንዓውረድ ንዓውረድ በጃህነካ ኣውረድ ንዓውረድ
ከመይ ኣለኻ ኣፌ ከመይ ምሲኻ ደሓን ዶ ደሓን ናመስግን ኣምላኽ ሰሚዕካ ደዛ ሰበይቲ እንታይ ኣቑርተይ ዝሰምሱ ዝኾነ ቋንቋ ትሰምዑ ትኽእሉ ኢኹም እየ ታ ኤርትራውያን ኣይኮኑ እዞም ተቃወምቲ ገለ ትብል ኣላ መን ሰበይቲ እያ እስከ ቁሩብ ኣብርሃለይ እታ ሚርያም ድያ ዋላ ካልእ እያ ምርያም ድያ ሽማ እታ ትድግፎም ነበረት ንሳ ኣይኮነትን ንሳ ኣይኮነትን ይብሉ ጸኒሖም ሓንቲ ኣላ ሓንቲ እንድዕላ እንታይ እያ
እዋ እታ ሚርያም ተኮይና እኮ ኣይ ዶንት ቲንክ ሶ ከም ትብል ንሳ ብጣዕሚ ኣግሬሲቭ እያ ምስቶም ህግደፍ ገለመለ ብጣዕሚ ክስታይ ዘለዋ ፐርሰናል ፅልኢ ስለ ዘለዎ ከምኡ ትብል እያ ድብል እምነት የብለይን ግን እቲ ሓበሬታ ይሰማዕክዎን ኣለኹ እንድሕር ጽቡቅ ሰሚዕካ ይኹንካ ግለጸልና እሞ ርእይቶና ላቶም ዋ ኣነ ቋንቋ ይኽእልን እየ ከማን ግን መካ ብትርጉማ ገይሮም ዝተጻሓፍዎ ኢና ርኢና ንዛረብ ዘለና የሕፍረካ ግን ከምኡ እቶም ረሳሓት ኦ ዓብኣ ወስሌ

ኣብ መስርሒ ዘሎ ታይ ድህውኽ ኣለካ ኣፌ ኩሉ ከኣ ቀስ ብቀስ እዩ ስተብ ስቴብ እዩ ተረዲኣትካ ሕጂ እሳ ክትዛረብ ትኽእል እያ ብዝበልዋ ተዛሪባ ኣላ ተረዲኣትካ ሕጂ በዓል ምርያም ከኣ ስለ ዘለዋ ካልኣይ ሰብ ዝሓፍር ኣሎ ድዩ ይምፅኡ እንዶ ናባይ እንታይ ዝኹሉ ዝወዓለ ሲ በኒ ክሳዕ ክገብር እንታይ ኮይኖም ክሓፍሩ ልዕሊ ጆን ብላክሲ ኤርትራዊ ኣሎ ልዕሊ ትዉ ዝወዓለ መንእሰይሲ ኤርትራዊ ኣሎ ጸገም ዝበሃል ነገር የለን ማለተይሲ ትጭዋ እዩ ውዒሉ ትጭዋ ኣብኡ ውዒሉ ትባርያ ከዓ ኣበይ ውዒሉ ርኢና ኢና
ሕጂ ከምኡ ሽግር ዝበሃል ነገር የለን ተጋሩ ይበሉ ገለ ይበሉ እሳ ብዝበልዎ እያ ተዛሪባ ወላሓንቲ ከኣ ሽግር የብሉን ይጻረ እንዶ ወረቐት ይጻረ መን ዘጠራጥሮ ሰብ ኣሎ ድዩ እንታይ ኮንካ ጠራጠር እንታይ ኮይኑ መንእሰይ ዝሓፍር ንሕና እኳ ኣፈወርቂ

ትንሳይ ቋዩ ይሰርቢ ሓወይ ክሳይ እንድዩ ሓባል ክሳይ ንዓሞ ይሰርቢ ሚስተር ቢ ሚስተር ቢ ንዓሞ ስራሕ ሚስተር ቢ ሓሳብ ሚስተር ቢ ሓሳብ ሞ የሴፍ የሴፍ ሚስተር ቢ ሓቴ እዚ ባይታ ተቃቦስ ኤርትራዊ ዋላ እቲ ትግራዋይ ምግደፎ ትግራዋይ ሲ ዓቅሚ እንዶም ዝኸፈለላ ኣይነት ሃገር ርእሲ ምሓራይ ዓቅሚ እንዶም ዝኸፈለላ ትግራዋይ

እወ ኤርትራውያን እንድሕር ዘይኮኑ እቶም ተቃወምቲ ንሳ ጥራይ ኤርትራዊት ክትከውን ዘይብላ ምክንያቱ እቶም ኤርትራውያን ንኤርትራ ነዚ ስርዓት ዘሎ ካሉ ይቃለሱ ኣለዉ ብዝተፈላለየ መንገዲ ጸገም የብሉን ዝበሉ ቅድሚ ሕጂ እውን ተባሂሎም እዮም ክለጉዛይ ዓጋመ ተባሂሎም ኣብዚ ዘይኮነ ኣብ ኤርትራ እውን ዓጋመ ይበሃሉ ነይሮም ተረዲካ ኣሎ ዞባ ሕራይ ተባሂሎም ኣብዚ እውን ኣጸጊዖሞም ንኣስላማይ ጅሃድ ኢሎሞ ገለ ንፈልጦ ኢና ሕጂ ጸገም የብሉን